ከመይ ትውዕሉ ተኸታተልቲ መደባት ማእከል ጎልጎል ስፖርት ንሎሚ ቀዳም ዕስራን ሓሙሽተን ሓምለ ዘዳለናዮ ቀዳማይ ዙር ትሕዝቶ ዕለታዊ ዜናታት ስፖርት ሒዝና ተቐሪብና ኣለና ምክትታልኩም ብኣኽብሮት ንዕድም መበል ዕስራ መድረኽ ዙር ፈረንሳ ናይ መወዳእታ ናይ ከረን ንግስቲ መድረኽ ኮይና ሎሚ ቀዳም ኣብ ትካየደሉ ዓባይ ጉጅለ ካብ መበገሲ ወታ ሎቦርጊዲዮ ኦይሳስ ተበጊሳ ሚእትን ሰብዓን ነጥቢ ትሽዓተ ኪሎ ሜተር ተጓዒዛ ካልኣይ ተኸታታሊ ዓቐብ ኣልፐ ዲሁዝ ክትወጽእ እያ። ዘይከምቲ ናይ መበል ዓሰርተ ትሽዓተ መድረኽ ዕስራን ሓደን ግዜ ተጠዋዊኻ ምድያብ ዘይኮነት መበል ዕስራ መድረኽ ተቐዳደምቲ ብኣንጻር ሸነኽ ብመንገዲ ኮልደ ረሳን ኣቢሎም ንዓቐብ ኣልፒ ዲሁዝ ክወጽዎ እዮም። ኣብዛ መድረኽ ኣርባዕተ ዓበይቲ ናይ ዓቐብ ሕንጻጻት ክህልዋ እንከለዋ፣ ሓሙሽተ ሽሕን ኣርባዕተ ሚእትን ሓምሳን ሚትሮ ዝዓቐኑ ልዕሊ ጽፍሒ ባሕሪ ዓቐብ ክወጽኡ እዮም። ናይ ዓቐብ ሓንቲ ሕንጻጽ ኣብ ሰላሳን ኣርባዕተን ኪሎሜተር ምስ ሓለፍዋ፣ ናይ መንጎ ቅጽበታዊ ውድድር ድማ ስሳን ሽዱሽተን ኪሎሜተር ምስ ተጓዕዙ ክትህልዎም እያ። ናብዚ ናይ መወዳእታ ተወዳዳሪ ናይ ክረን ፈተና ኣንፈቱ ኣምሪሑ ዘሎ እቲ ዙር ኣርባዕተ ግዜ ቻምፒየን ዝኾነ ታዴ ፖኳጃ ንመበል ዓሰርተ ትሽዓተ መድረኽ ድሕሪ ምዕብላሉ ኣብ ብጫ ማልያ ኣዛዚ መሪሕነት ሒዙ ክኣቱ እዩ። ስጳኛዊት ክለብ ሪያል ማድሪድ ንወዲ 19 ዓመት ኣይቨሪኮሳዊ ተጻዋታይ ኣርቢ ላይፕዚግ ዝኾነ ያን ዲዮማንድ ንምፍራም ናብ ውድድር ብወግዒ ኣትያ ዘቕረበቶ ቀዳማይ 100 ሚልዮን ጨረታ ብቕልጡፍ ተነጺጉ ከም ዘሎ ተገሊጹ። እዚ ማድሪድ ዘቕረበቶ ጨረታ 90 ሚልዮን ዩሮ ውሕስ ተወሳኺ 10 ሚልዮን ዩሮ ዝብል ዝነበረ ኮይኑ እዚ ግን ካብቲ ኣርቢ ላይፕዚግ ትህቦ ዘላ ሚእትን ሰላሳን ሚልዮን ዩሮ ዝበጽሕ ዋጋ ኣዝዩ ዝወሓደ እዩ። እዛ ስጳኛዊት ጋንታ ብዘይ ትጽቢታዊ መንገዲ ናብ ዲዮማንደ ምምዕዳዋ ንመልክዕ ናይቲ ናይዚ ክራማት ዝዓበየ ናይ ምስግጋር ዛንታ ብሓያል መልክዑ ቀይርዎ ኣሎ። ፓሪስ ሰንትጀርመን ቅድሚ ሕጂ ምስ ያን ዲዮማንደ ኣብ ውልቃዊ ውዕላት ተሰማሚዓ እኳ እንተነበረት፣ ነቲ ሚእትን ሰላሳን ሚልዮን ዩሮ ዝብል ዋጋ ላይፕዚግ ከይተማልኦ ግን ደው ኢላ ብምህላዋ ሪያል ማድሪድ ድራማቲካዊ ጭውያ ክተካይድ ፈተነ ክትገብር ኣኽኢልዋ ኣሎ። ናይ ፕሪምየር ሊግ ክለብ ሊቨርፑል ብወገና ኣቐዲማ ብድምር ሚእቲ ሚልዮን ዩሮ ዘቕረበቶ ጨረታ በታ ጀርመናዊት ክለብ ምንጻጉ ስዒቡ ካብቲ ውድድር ክተስሕብ ተገዲዳ እያ። ሪያል ማድሪድ ነዚ መንሰይ ኣጥቃዓይ ቀዳምነት ዝሃበትሉ ምኽንያት ሮድሪጎ ኣብ ማህረምቲ ስለ ዘሎን ኣብ ምሕዳስ ውዕላቱ ድማ ርግጸኛ ዘይምዃኑን እዩ። ኣካየድቲ ጀርመናዊት ክለብ ኣርቢ ላይፕዚግ ነዚ ናይ ክንፊ ኣጥቃዓይ ንተወሳኺ ዓመተ ስፖርት ክዕቅብዎ ከም ዝደልዩ ብግልጺ ክገልጹ እንከሎ እንተኾነ ሪያል ማድሪድ ነቲ ዘቕረበቶ ሓሳብ ናብቲ ዝድለ 130 ሚልዮን ዩሮ ዝበጽሕ ውስን ክፍሊት እንተደኣ ኣዕብያቶ ክትቅበሎ ትጽቢት ይግበር። ሓላው ልዳት ሃገራዊት ጋንታ ኬፕ ቨርደ ቮዚኒያ ምስ ቺልያዊት ክለብ ኮሎኮሎ ክጽንበር ብወግዒ ስምምዕ ፈጺሙ ከም ዘሎ ተገሊጹ ፕረዚደንት ኮሎኮሎ ኣኒባል ሞሳ ነዚ ወዲ ዓመት ተጻዋታይ ብነጻ ክፍርም ናይ ቃል ስምምዕ ከም ዝተዛዘመ ኣረጋጊጹ እዚ ገዲም ሓላው ልዳት ስሕበት ዋንጫ ዓለም ክልተ ሽሕን ዕስራን ሽዱሽተን ኮይኑ ክዛዝም ኣብ ዝተራእየሉ ምስ እስጳኛ ብዘይ ሸቶ ማዕረ ክፈላለዩን ምስ ሃገራዊት ጋንታ ኣርጀንቲና ድማ ናብ ተወሳኺ ሰላሳ ደቓይቕ ግዜ ከምርሑ ድሕሪ ዝተጻወቱ ዓቢ ተራ ኣብታ ብደገፍቲ ፊፋ ዝተሓርየት ናይ ሕልሚ ጋንታ ቦታ ረኺቡ እዩ። እዚ ከምዚ ኢሉ እንከሎ እቲ ናይ ቃል ስምምዕ ኣብ ቦትኡ ኮይኑ ኣብ መወዳእታ ናይዚ ሒዝናዮ ዘለና ሰሙን ሰነዳት ክፍርሙ ትጽቢት ይግበረሎም። ውዕሉ ድማ ካብ ዓሰርተ ሸሞንተ ኣዋርሕ ክሳብ ክልተ ዓመት ዝጸንሕ ማለት ክሳብ ታሕሳስ ክልተ ሽሕን ዕስራን ሸውዓተን ዝዝርጋሕ ክኸውን እዩ። ቮዚንያ ኣብ መጀመርያ ዝመጽእ ሰሙን ናብ ሃገረ ቺለ ብምብራር ቅድሚ ኣብ ስታድየም ሞሙንታል ብወግዒ ምቕራቡ ምዱብ ሕክምናዊ መርመራ ክገብር እዩ። እዚ ስጉምቲ ምስ ናይ ሜጀር ሊግ ስኮር ኣሜሪካ ክለብ ማለት ጋንታ ሊዮነል ኣንድሬስ ሜሲ ዝኾነት ኢንተር ሚያሚ ዘተኣሳስሮ ዝነበረ ጽዑቕ ናይ ምስጋር ግምታት ብኣድማዒ መንገዲ ከምዘብቅዕ ገይርዎ ኣሎ። እዚ ሓላው ልዳት ንኩዕሶ እግሪ ዓለም መዛረቢ ብምፍጣር ሃገሩ ኣብ ሙሉእ ቴስዓ ደቓይቕ ስዕረት ከየመዝገበት ክትወጽእ ታሪኽ ዝሰርሐ ጅግና ሓላው ልዳት እዩ። ቮዚንያ ኣብ ውሽጢ ኣርብዓ መዓልታት ካብ ሓምሳ ሽሕ ሰዓብቲ ናብ ከባቢ ሰላሳ ሚልዮን ሰዓብቲ ኢንስታግራም ክበጽሕ ክኢሉ እዩ። ኣብቲ ንስጳኛ ኣብ ናይ ምድብ ጸወታ ብማዕረ ባዶ ብባዶ ዘውጽዋ ጸወታ ሸውዓተ ቅላዓት ከድሕን እንከሎ ኣብቲ ኣብ ዙር ዓሰርተ ሽዱሽተ ብኣርጀንቲና ኣብ ተወሳኺ ግዜ ዝተሳዕረሉ ጸወታ ድማ ሸሞንተ ሸቶታት ኣድሒኑ። እንግሊዛውያን ክለባት ማንቸስተር ዩናይትድ ምስ ኣርሰናል ንኣጥቃዒ ክለብ ኣስቶን ቪላ ኦሊ ዋትኪንስ ኣብዚ መስኮት ምስጋር ከም ፕሪመር ኣማራፂ ገይረን ብቐረባ ይከታተልኦ ምህላወን ተገሊፁ። ኣስቶን ቪላ ካብ ቱርካዊት ክለብ ፌነርባቸ 30 ሚሊዮን ፓውንድ ንዝቐረበ ጨረታ ድሕሪ ምንፃጋ እተን ዓበይቲ ክለባት ፕሪመር ሊግ ተገዳስነት ኣዕብየን ከም ዘለዋ ይንገር። ብዜካዚ ጸብጻባት ከም ዝሓበርዎ ከባቢ ኣርብዓ ሚልዮን ፖንድ ዝግመት ወግዓዊ ጨረታ ምስታ ንመምርሒታት ወጻኢታት ገንዘብ ብምኽታል ኣብ ፋይናንሳ ሚዛን ከይተዘንብል ጸቕጢ ዘጋጥማ ዘሎ ቪላ ዝርርብ ንምግባር እኹል ክኸውን ይኽእል እዩ። እዚ ከምዚ ኢሉ እናሃለወ ኣብ ትሕቲ ኣሰልጣኒ ማይክል ካሪክ ጻዕሪ ዩናይትድ ብብዝሒ ኣብ ምጻይ ጀስዋ ዝርክዚ ዝምርኮስ ክኸውን እዩ። ጀስዋ ዝርክዚ ብተገዳስነት ጁቬንቱስን ሮማን ናብ ስሪያ ኢጣልያ እንተደኣ ተመሊሱ እታ ክለብ ንኦሊ ዋትኪንስ ወግዓዊ ጨረታ ክትገብር መደብ ብምሓዝ ንዝተረጋገጸ ኣመዝጋቢ ሸቶ ፕሪምየር ሊግ ተሳግር መደብ ኣለዋ። ብኣሰልጣኒ ሚኬል ኣርቴታ እትዕለም ኣርሰናል ድማ ከም ኣገዳሲ ኣማራጺ ናብዚ ወዲ 30 ዓመት ኣባል ሃገራዊት ጋንታ እንግሊዝ ዝኾነ ተጻዋታይ ጠሚታ ኣላ። ኣርሰናል ኣብዚ ሕጂ እዋን ነቲ ካብ ኤስ ሚላን ተገዳስነት ዝረክብ ዘሎ ተጻዋታያ ጋብሪኤል ጆሱስ ናብ ዕዳጋ ንምውራድ ድልውቲ ምዃና ንዋትኪንስ ከም ሓደ ዘተኣማምን ናይ ማእከል ኣጥቃዒ ብምርኣይ ናብ ቅድሚት መስመራ ክተሳግሮ ድሌት ኣለዋ። ብኣንጻር ናይዚ ድማ ኣስቶን ቪላ ምስቲ ዝሓለፈ ዓመት ዕስራን ሓደን ሸቶታት ብምምዝጋብን ዋንጫ ኤውሮፓ ሊግ ክትዕወት ዝሓገዛ ተጻዋታይ ክትቅጽል ክትደሊ እንከላ ብተመሳሳሊ ንኣጥቃዒ ቸልሲ ኒኮላስ ጃክሰን ንምፍራም ትሰርሕ ብምህላዋ ግን ምምጻእ ጃክሰን ንዋትኪንስ ክወጽእ መንገዲ ክኸፍተሉ ይኽእል እዩ። ማሕበር ፕሮፌሽናል ኩዕሶ እግሪ ዓዲ እንግሊዝ ንሽልማት ብሉፅ ተፃዋታይ ሽዱሽተ ተፃወትቲ ከም ዝሓፀየ ኣብ ዝሓለፈ ወርሒ ሰነ ምሕባሩ ዝዝከር ኮይኑ ዝመፅእ ሶኒ ድማ ሽልማት ክብ እዩ እቲ ማሕበር ንብሩኖ ፈርናንደዝ ዴክላን ራይስ ኤርሊንግ ሃላንድ ጋብሪኤል ማጋልሃስ ዴቪድ ራያ ራያን ቸርኪ ጠቂስዎም ኣሎ ፖርቹጋላዊ ኣከፋፋሊ ማንቸስተር ዩናይትድ ብሩኖ ፈርናንደዝ 21 ኣሲስት ብምምዝጋብ ኣብ ሓደ ዓመተ ስፖርት ነዚ ኣሃዝ ዝበፅሐ ተፃዋታይ ብምዃን ክብረ ወሰን ፕሪምየር ሊግ ሒዙ እዩ ብተወሳኺ ብሉጽ ተጻዋታይ ፕሪመር ሊግ ናይዚ ዓመት ምዃኑ ኣይርሳዕን። እንግሊዛዊ ኣካፋፋሊ ክለብ ኣርሰናል ዴክላን ራይስ ድማ ክለቡ ኣርሰናል ድሕሪ ዕስራን ክልተን ዓመታት ንፈለማ እዋን ዋንጫ ፕሪመር ሊግ ክትዓትር ኣብ ማእከል ሜዳ መልሕቕ ዝኾነ ተራ ተጻዊቱ እዩ። ብራዚላዊ ናይ ጸጋም ማእከል ምክልኻል ክለብ ኣርሰናል ጋብሪኤል ማገላስ እውን ቀንዲ መሰረት ናይቲ ኣብቲ ሊግ ዝወሓደ ዕስራን ሸውዓተን ሸቶታት ዝተመዝገቦ ዓብላሊ ናይ ድሕሪት መስመር ተጻዋታይ እዩ። ካብዚ ብተወሳኺ ስጳኛዊ ሓላው ልዳት ክለብ ኣርሰናል ደቪድ ራያ ዓሰርተ ትሽዓተ ጸወታት ሸቶ ከይተመዝገቦ ብምውጻእ ንሳልሳይ ተኸታታሊ ግዜ ወርቂ ጓንቲ ፕሪመር ሊግ ዓቲሩ። ኖርዊጃዊ ኣጥቃዒ ክለብ ማንቸስተር ሲቲ ሃላንድ ዕስራን ሸውዓተን ሸቶታት ናይቲ ሊግ ብምቑጻር ካልእ ወርቂ ጫማ ፕሪመር ሊግ ክዓትር ክኢሉ እዩ። ፈረንሳዊ ኣጥቃዓይ ክለብ ማንቸስተር ሲቲ ራያን ቸርኪ ኣብ ኩሉ ውድድራት 25 ሸቶታት ኣበርክቶ ብምግባር ኣብ ናይ መጀመርያ ዓመቶ ስፖርት ብብሬክ ኣውት ኮኸብ ኮይኑ ነቲ ዓመቶ ስፖርት ዛዚምዎ ነይሩ። ማሕበር ፕሮፎሽናል ተጻወትቲ ኩዕሶ እግሪ እቲ ዕውት መበል 53 ዓመታዊ ስነ ስርዓት ናይ ሽልማት ሶኒ 27 ሓምለ ኣብ ከተማ ማንቸስተር ክንገር መደብ ሒዙ ኣሎ። ኣሰልጣኒ ማንቸስተር ሲቲ ኤንዞ ማሬስካ ንናይ ክንፊ ኣጥቃዒ ክለብ ቸልሲ ፔድሮ ኔቶ ኣብዚ ክራማት ኣብ ናይ ምስግጋር መደብ ወሲኽዎ ከም ዘሎ ተገሊጹ ማንቸስተር ሲቲ ነቲ ናብ ቶተንሃም ክሰጋገር ዝብል ብብዝሒ ዝተኣሳሰር ዘሎ ናይ ክንፊ ተጻዋታይ ሳቪኒዮ ንምጥቃእ ሰፊሕ ዕላማ ዝሓዘ ዝርዝር ኣዳልያ ኣላ ኣብዚ ቀረባ እዋን ንፔፕ ጓርዲዮላ ተኪኡ ኣብ ስታድየም ኢትሃድ መንበር ዝተረከበ ማሬስካ ድማ ኣብ ስታንፎርድ ብሪጅ ብሓባር ካብ ዘሕለፍዎ ግዜ ጀሚሩ ምስ ፔድሮ ኔቶ ጽኑዕ ርክብ ኣለዎ። ጎኒ ጎኒ ኔቶ ናይ ምልመላ ጋንታ ማንቸስተር ሲቲ ንተጻዋታይ ፓሪስ ሰንት ጀርመን ኢብራሂም መባየን ተጻዋታይ ኣርቢ ላይፕዚግ ያን ዲዮማንደን ትከታተሎ ከም ዘላ ይንገር። ክለብ ቸልሲ ምስ ወዲ ዕስራን ሽዱሽተን ዓመት ፖርቹጋላዊ ኣህግራዊ ተጻዋታይ ንምፍልላይ ብፍላይ ድማ ናብታ ቀጥታ ናይ ፕሪምየር ሊግ መወዳድርታ ክተፋንዎ ልዑል ዋጋ ክትሓትት ምዃና ርዱእ እዩ። ብዘይካዚ ፔድሮ ኔቶ ኣብ ራዳር ማንቸስተር ሲቲ ዝርከብ እንኮ ተጻዋታይ ክለብ ቸልሲ ኣይኮነን ዝበለ እቲ ዜና ብኻልእ ወገን እውን እታ ክለብ ንምሉእ ተኸላኻላይ ማሎ ጉስቶ ክተሳግሮ መደባት ሰሪዓትሉ ከም ዘላ ይንገር። ናይ ሜጀር ሊግ ስኮር ኣሜሪካ ክለብ ኣታላንታ ዩናይትድ ንኣጥቃዒ ሊቨርፑል ነበር ዳርዌን ኑኖስ ካብ ናይ ስዑዲ ፕሮሊግ ክለብ ኣልሂላል ንምፍራም ናይ መጀመርያ ዝርርብ ከፊታ ከም ዘላ ተገሊጹ ብመሰረት ጸብጻባት ጋዜጣ ዘ ሳንን ቶክስፖርትን፣ ኑኖዝ ኣብ ስዑዲ ፕሮ ሊግ ዝጸንሓሉ እዋን እናኸበደ ከም ዝመጸ ክገልጻ እንከለዋ፣ እዚ ወዲ ዕስራን ሸውዓተን ዓመት ኣጥቃዓይ ዝሓለፈ ዓመት ምስ ኣል ሂላል ብዝለዓለ ደረጃ እኳ እንተተጸንበረ ድሕሪ ምምጻእ ካሪም ቤንዘማ ግን ኣብ መፋርቕ ዓመተ ስፖርት ካብ ውሽጣዊ መደባት እታ ክለብ ተኣልዩ። እዚ ከም ዘለዎ ኮይኑ ኣታላንታ ዩናይትድ ነዚ ኡራጋያዊ ተጻዋታይ ንምዕላብ ኣብቲ ትጽዕረሉ ዘላ እዋን ነዚ ምድላዋት ትመርሖ ከም ዘላ ይግለጽ። እዚ ስጉምቲ ድማ ኣብ ምፍታሕ ሙዱብ ናይ ተጻዋታይ ቦታ እታ ክለብ ዝምርኮስ ክኸውን እዩ። እዚ ቦታ እዚ ምስቲ ትጽቢት ዝግበረሉ ዘሎ ምኻድ ማኑኤል ላትላተ ክርከብ ትጽቢት ይግበር። ውዕል ክትሰማማዕ እንተዘይክኢላ ኣታላንታ ዩናይትድ ንኣጥቃዓይ ሃገራዊት ጋንታ ስዊዘርላንድ ብሬል ኢምቦሎ እውን ትከታተሎ ከምዘላ ይግለጽ። ብኣንጻሩ ዳርዌን ኑኖዝ ከም መተካእታ ውጥን ብባርሸሎና ክትትል ይግበረሉ ከምዘሎ ይሕበር። ኣብ ካልእ ዜና ገዲም ናይ ማእከል ተኸላኻላይ ኒኮላስ ኦታ መንዲ ሃገሩ ኣርጀንቲና ኣብ መዛዘሚ ጸወታ ዋንጫ ዓለም 2026 ብስጳኛ ሓደ ብባዶ ድሕሪ ዝተሳዕረትሉ ግጥም ካብ ሃገራዊ ጸወታት ከም ዝተኣልየ ብወግዒ ኣፍሊጡ። እዚ ወዲ ሰላሳን ሸሞንተን ዓመት ገዲም ተኸላኻላይ ኣብ ክልተ ሽሕን ትሽዓተን ንፈለማ እዋን ኣብ ትሕቲ ዲያጎ ማራዶና ጸወታ ካብ ዝጅምር ኣትሒዙ ናይ ዓሰርተ ሸውዓተ ዓመታት ንመጋረጃ ሃገራዊት ጋንታ ኣርጀንቲና የውርዶ ኣሎ። ኦታመንዲ ኣብ ታሪኽ ኣርጀንቲና ካብቶም ስሉማትን ውፉያትን ተኸላኸልቲ ብምዃን እዩ ካብ ሃገራዊ መድረኽ ዝወጽእ ዘሎ። ሚእትን ሰላሳን ትሽዓተን ጸወታታት ኣካይዱ ሸሞንተ ሸቶታት ብምቑጻር ሓሙሻይ ኣብ ናይ ኩሉ ግዜ ዝበዝሐ ጸወታታት ዘካየደ ተጻዋታይ እታ ሃገር ኮይኑ ድማ ይፋኖ ይርከብ። እዚ ተጻዋታይ ኣብቲ ዛንታ ዝመልኦ ህይወቱ ንሃገሩ ወኪሉ ኣብ ኣርባዕተ ውድድራት ዋንጫ ዓለም ማለት ክልተ ሽሕን ዓሰርተን፣ ዓሰርተ ሸሞንተን፣ ዕስራን ክልተን ዕስራን ሽዱሽተን ተሳቲፉ ኣብ ትሕቲ ኣሰልጣኒ ሊዮነል ስካሎኒ መሰረታዊ ተራ ተጻዊቱ ኣብ ነፍሲ ወከፍ ዓቢ ፍጻመ ናይዚ ወርቃዊ ዘመን ድማ ክሳተፍ ክኢሉ። ሓንቲ ዋንጫ ዓለም ኣብ ክልተ ሽሕን ዕስራን ክልተን፣ ክልተ ዋንጫ ኮፓ ኣሜሪካ ኣብ ክልተ ሽሕን ዕስራን ሓደን ዕስራን ኣርባዕተን፣ ሓንቲ ዋንጫ ፊናሊዝም ኣብ ክልተ ሽሕን ዕስራን ክልተን፣ ሓደ ግዜ ብሩር መዳልያ ዋንጫ ዓለም ኣብ ክልተ ሽሕን ዕስራን ሽዱሽተን ክዕወት ዝኸኣለ እዩ። እዚ ከም ዘለዎ ኮይኑ ኦታመንዲ ኣብ ናይ ኢንስታግራም ኣካውንት ኣብ ዝለጠፎ ስምዒታዊ መልእኽቲ ከምዚ ይብል፣ ንሃገረይ ወኪለ ብዙሕ ብምኻደይ ሕጉስ እየ፣ ሕጂ ድማ ብዘይተኣደነ ሓበን ዝተመልእት ሃገራዊት ጋንታ ኣርጀንቲና ተፋንየያ ኣለኹ። ቻምፕዮን ዓለም ናይ ምዃን ኣብ ዓለም ዝበለጸት ማልያ ክኽደን ዝሓልሞ ሕልሚ ክፍጸም ስለ ዘፍቀድኩምለይ የቐንየለይ ኢሉ። ምስ ሃገራዊት ጋንታ ዝነበሮ ግዜ ኣብ ዝዛዝመሉ እዋን ኦታ መንዲ ኣብ ቀረባ ግዜ ናብ ዓዱ ተመሊሱ ምስ ኣርጀንቲናዊት ጋንታ ሪቨር ፕሌት ድሕሪ ምፍራሙ ጸወታ ኩዕሶ እግሪ ክለባት ክቕጽል እዩ። ጀርመናዊት ክለብ ባየር ሙኒክ ምስ ሓልቓ ጋንታ ሃገራዊት ጋንታ እንግሊዝ ሃሪ ኬን ወግዓዊ ዝርርብ ምንዋሕ ውዕል ክትከፍት ምዃና ተገሊጹ። እዚ ወዲ 32 ዓመታት ቀዓይ ኣብ ሙኒክ ልዑል ዕግበት ከም ዘለዎን ካብ ከም በዓል ባርሴሎናን ኣልሂላልን ዝኣመሰላ ክለባት ዝመጽእ ተገዳስነት ክነጽጎ ትጽቢት ይግበረሉ። ባየር ሙኒክ ክሳብ 2028 ወይ ከዓ 29 ኣብታ ክለብ ዝፀንሕ ሓድሽ ናይ ነዊሕ ግዜ ውዕል ክትገብር ዕላማ ኣለዋ። ካብዚ ብተወሳኺ እታ ክለብ ንናይ መፃኢ ዋግኡ ንምሕላው ቅድሚ ሕጂ ዝነበረ ናይ 65 ሚሊዮን ዩሮ ናይ መፋትሒ ዓንቀፅ ኣማራፂታት ክተወግድ መደብ ኣለዋ። ሃሪ ኬን ኣብ 2023 ካብ ቶተንሃም ብ86 ሚሊዮን ፖንድ ካብ ዝግዕዝ ንደሓር ኣብ ሚእትን ሰላሳን ኣርባዕተን ጸወታት ሚእትን ኣርባዓን ሽዱሽተን ሸቶታት ብምምዝጋብ ኣብ ሓደ ጸወታ ዳርጋ ሓደ ሸቶ እናቑጸረ'ዩ ክኸይድ ጸኒሑ። ኣብ መወዳእታ ካብቶም ዝበለጹ ገዳይም ተጻወትቲ ባስኬት ቦል ዝኾነ ለብሮን ጀምስ ምስ ክለብ ፊላደልፊያ ናይ ክልተ ዓመት ግዜን ሸሞንተ ሚልዮን ዶላር ዓመታዊ ደሞዝን ውዕል ክፍርም ብወግዒ ተሰማሚዑ። እዚ ወዲ ኣርብዓን ሓደን ዓመት ሱፖር ስታር ነዚ ሳፕራይዝ ዝኾነ ናይ ምስግጋር ስጉምቲ ትማሊ ዕስራን ኣርባዕተን ሓምለ ክልተ ሽሕን ዕስራን ሽዱሽተን እዩ ኣፍሊጥዎ። እዚ ማለት ድማ ንሸሞንተ ዓመታት ምስ ሎስ ኣንጀሎስ ሌከርስ ዝጸንሐ ግዜ ንሓሙሻይ ግዜ ቻምፕየን ባስኬትቦል ዝዓተረሉ እዋን ከብቅዕ ዝገብሮ እዩ። ኣብ ናይ መወዳእታ ውሳነ ዝበሎ ጀምስ ነቲ ገዚፍ ቴስዓን ክልተን ሚታዊት ምጉዳል ደሞዝ ተቐቢሉ ናብታ ኣብ ታሕቲ ደረጃ ናይቲ ሊግ ዘላ ጋንታ ክጽንበር ምቕባል ንፋይናንሳዊ ጸገማት ናይታ ክለብ ተረዲኡ ካብ ዊስተርን ናብ ኢስተርን ምጽንባሩ ዓቢ ኣርእስቲ ፈጢሩ ኣሎ። እዚ ከምዚ ኢሉ እናሃለወ ምስቲ ዝኸበረ ተጻዋታይ ባስኬትቦል ነበር ጆኤል ኤምቢድ ሕጂ ምስ ባስኬትቦል ስሙ ዘላሊ ዘሎ ኮኾብ ተጻዋታይ ታይረስ ማክሲን ሓድሽ ተዓዲጉ ዘሎ ኣጥቃዒ ጀይለን ብራውን ኣብታ ትሕደስ ዘላ ጋንታ ፍላደልፊያ ክጽንበር እዩ። ሌብሮን ጀምስ ዋላ እኳ ብነጻ መስርሕ ምስጋር እንተተጸንበረ እቲ ኣገራሚ ነገር ግን ኣብ ሎስ ኣንጀሎስ ኣብ ዓመት ኣስታት 53 ሚልዮን ዶላር ይረክብ ምንባሩ ብሓንሳብ ልዕሊ 40 ሚልዮን ዶላር ጎደሎ ዘለዎ ደሞዝ ናብቲ ወጋንታ ምምራጽ እምበር ምምራጹ ኣዛራቢ ኮይኑ ይርከብ። ስለ ምክትታልኩም ነመስግን። ንሕጂ ዝበልናዮም መደባት ስፖርት ነዞም ክንከታተሎም ዝጸናሕና ይመስሉ ነይሮም። ኣብ ዝቕጽል መደብ ብኻልእ ትሕዝቶ ክሳብ ንራኸብ ሰላም ወሰናይ ንኹልና።